ኣቢ ኣሕመድ ከም ዓዱ ባይቶ ከም ልማዱ። ነቲ ኣብ ዝተፈላለየ እዋናት ንሓድሕዱ ዝጋጮ ጥራይ ዘይኮነስ ሓቅነቱ ዝሰሓተ መግለጺታት ዝህብ ቀዳማይ ሚኒስተር ኢትዮጵያ ኣቢ ኣሕመድ ኣብዚ ናይ ሰሉስ ሰለስተ ለካቲት ናይ ፓርላማ ውዕልኡ ድማ ብፍላይ ኣብቲ ምስ ኤርትራን ሰራዊት ኤርትራን ዝምልከት ግን ካብቲ ቅድሚ ሕጂ ክብሎ ተሰምዕኻ ኣዝዩ ተፈልየ ገሊኡ ድማ እዋናዊ ፖለቲካዊ ፕሮፓጋንዳዊ መኽሰባት ክረኽበሉ ኢሉ ዝመሃዞ ሓሶታት ዝበዝሖ መግለጺታት ክህብ ተሰሚዑ ቅድሚ ሕጂ ህዝቢ ኢትዮጵያ ሾርት ሜሞሪ ማለት ድኹም ናይ ምዝካር ዓቕሚ እዩ ዘለዎ ብምባል ኣናሽዎ ነይሩ እሞ ፖለቲካ የኽስበኒ እዩ ዝበሎ ብዘይ ሕንከትን ሰክፍታን ድላይ እንዳተገማጠለ ንክዛረብ ከም ዕርቡን ኣሕሊፎ ጸንሐ መግለጺ ኮይኑ ድማ የገልግሎ ኣሎም እተ ትማሊ ከም ልባዊ መትከላዊ እምነቱ ጣውላ እንዳጠብጠበ ዝምስክሮ ዝነበረ ሓቅታት ሎሚ ክሕድ ጠለም ኣቢሉ ተገምጢሉ ክኸስስን ክውንጅልን ይስማዕ ኣሎ። እቲ ድሕሪ ምድፋእ ሰራዊት ኢትዮጵያ ካብ ከተማ መቐለ ነታ ከተማ ምስታ ዝዓበየላ ንእሽቶ ቁሸት በሻሻ ብምምስሳል መቐለ ድሕሪ ሕጂ ምንም ዕቤት ይኹን ከም ከተማ ዓቕሚ ዘይብላ ከም ሓንቲ ተራ መንደር ልክዕ ከም ባሻሻ ቀይርናይና ወፂና ብምባል ብብድዐ ንተጋሩ ኣቐይምዎም ዝነበረ ዘረባ ግልብጥ ኣቢሉ፣ ከተማታት ትግራይ ዘዕነወ ዘራሰየን ዘባደመን ሰራዊት ኤርትራ'የ ክብል ብምውንጃል፣ ኣነ ሕጹብ ከም ጲላጦስ'የ፣ እኳ ድኣ ንሰሌኹም ደው ኢለ ተኸራኺረን ክሳብ ክዋጋእ ተዋጢጠን'የ ብዝዓይነቱ ጃህራ ክኸስቦም ይፍትን ኣሎ። እቲ ቀዳማይ ሚኒስተር ክሳብ ቅድሚ'ዚ ዝሓለፈ ሰለስተ ዓመታት፣ ኣብቲ ሎሚ ብኻልእ ቃናን ትሕዝቶን መልሓሳቱ ዝዓጸፈሉ መድረኽ ቀሪቡ ንህዝቢ መንግስትን ሰራዊትን ኤርትራ ከመጉስን ክሕለቕን ዝነበረ ኣይርሳዕን እዩ። እዚ ኮይኑ ግን እቲ ኣብዚ እዋን ኣብ መንጎ ክልቲኣተን ጎረባብቲ ሃገራት ተፈጢሩ ዘሎ ወጥሪ መበገሲ እዩ። እዚ ናይ ሕጂ ሕቶ ቀይሕ ባሕሪ ዘይኮነስ ኣብ እዋን ኲናት ትግራይ ዝጀመረ ቅርሕንቲ ዘበገሶ ምዃኑ ክገልጽ እውን ተሰሚዑ። ንሱ ኣብቲ ንኣባላት ባይቶ ዝሃቦ መብሪ ምስሕሓብ ክልቲኤን ሃገራት ምስቲ ኢትዮጵያ ኣብ ጉዳይ ኣፍ ደገ ባሕሪ ኣመልኪታ ዘቕረበቶ ሕቶ ዝመጽእ ከም ዘይኮነ ገሊጹ። ኣብዪ ነቲ ምሉእ ዓለም ምኽንያቱ ዝፈልጦ ምስ ኤርትራ ተፈጢሩ ዘሎ ናብ ደንደስ ሓድሽ ኲናት በጺሑ ዘሎ ወጥሪ ናይ ገለ ሰባት መረዳእታ ጥራይ ምዃኑ እዩ ክምጉት ፈቲኑ ኣብቲ ዘረቡ ገለ ሰባት ብምባል፣ ገለ ሰባት እቲ ኣብ መንጎ ኢትዮጵያን ኤርትራን ዘሎ ጸገም፣ መንግስቲ ኢትዮጵያ ጉዳይ ቀይሕ ባሕሪ ድሕሪ ምልዓሉ ዝመጽእ እዩ ዝመስሎም። እዚ ግን ጌጋ ኢሉ ነዚ ሓሶት እዚ ደው ዘብል ቀሊል መልሲ እናሃለወ ክነሱ ግን እቲ ህዝቢ ኢትዮጵያ ፈጺሙ ናይ ምዝካር ዓቕሚ የብሉን ተባሂሉን ክጽረፍ ኢዱ ዘርጊሑ ዘጣቕዐ ፓርላማ፣ እንተስ ነቲ ንጉስ ኣይውቀስ ዝብል ጽኑሕ ምስላ ከይፈርስ፣ እንተስ ነቲ ሻውዓይ ንጉስ ሓቂ ኮይኑስ፣ ክቡር ቀዳማይ ሚኒስተር፣ ንሕና እሞ እንታይ ፈሊጥና፣ ትማሊ ዝበልኩሙና ካልእ፣ ንዑ ገዲፍኩም ድማ ሎሚ ካልእ ትብሉና ኣለኹም፣ ከመይ እዩ ነገሩ ክብል ኣይተሰምዐን። ጽኑሕ ልምዲ እሞ ልማድ ንኸይተርፍ ካብቲ ዝለመዶኻ ኣይወጸን። ኣበኻ ወሲኹ ኤርትራ ካብ ተፈጠረ ኣትሒዙ ኣብ መንጎ መንግስታት ኤርትራን ኢትዮጵያን ጸገም ነይሩ እዩ። ንሕና ናብ ስልጣን ምስ መጻና ግን ኣየድልን ይትረፈና ኢልና ንሓሙሽተ ዓመት ለሚንና ኢና ክብል ተዛሪቡ። እቲ ምስ ተኸታተልቲ ስርዓታት ኢትዮጵያ ዝጸንሐን ኣጠማምታ ንኤርትራ ግን ሓደን ዘይቅየርን እዩ። ልኡላውነትን ሃገረ መንግስትነትን ኤርትራ ብልቢ ዘይቅበል፣ እናሓደረ በጨቕ ዝብል ተስፋሕፋሕ ሕልምታት እዩ። ሓሙሽተ ዓመት ግን እንታይ እንዳበልካ ኢኻ እባ ለሚንካ ንገረና እሞ ዋላ ከነላምነካ ተባሂሉ እውን ኣይተሓተተን። መልሓሱ ክእዘዘሉ ግድ እዩ። እቲ ንነብሱ ካብ ዝቐደሙ ስርዓታት ዝተፈልየ ከም ምዃኑ ክቐርብ ዝፈተነ ኣብይ እቲ ሕጂ ዝረአ ዘሎ ዝኸረረ ቅርሕንቲ ድማ ከምቲ ገለ ሰባት ዝሓስብዎ ብጉዳይ ቀይሕ ባሕሪ ጀመረ ኣይኮነን ብምባል ምስ ኲናት ትግራይ ከተሓዞ ይፈቲኑ እዚ ንምንታይ ሕጂ ይብሎ ኣሎ ግን ንተጋሩ ኣይጠፍኦምን እዩ ኣይጠፍኦምን ኢሉ ግን ኣይተሰከፈን ቀጸለ ደኣ ኲናት ትግራይ ምስ ተጀመረ ኣብ ቀዳማይ ዞር ውግእ ንሽረ ሓራ ምስ ኣውጻና ሰራዊት ኤርትራ ብድሕረና ስሒቡ ኣትዩ ኣባይትን ህንጻታትን ውልቀ ሰባትን ከፍርስ ጀሚሩ ሽዑ ቅርሕን ተጀሚሩ ግን ኣይተዛረብናሉን ይብል ብኣኽሱም ክንሓልፍ እንከለና ኣኽሱም ኣትዮም መንእሰያት ብጅምላ ክቕተሉ እንከለዉ ቅርሕንቲ ተላዒሉ። ንዓድዋ ሒዝና ሓሊፍና ኣብ ዓድዋ ፋብሪካታት ክዘምቱ እንከለዉ ቅርሕንቲ ተፈጢሩ ይብል። ኣብዚ ግን ክቡር ቀዳማይ ሚኒስተር ኣብዚኣ እሞ ሓንሳብ ደው በሉ። ኣምንስቲ ኢንተርናሽናል ኣስታት ሰለስተ ወርሒ ጸኒሑ እውን ምስ ሰራዊት ኤርትራ ኣብ ኣኽሱም መንእሰያት ከም ዝቐተሉ ካብ መሰኻኽር ሰሚዐ ኢሉ መግለጺ ከውጽእ እንከሎ ሽዑ ግን መንግስቲ ኢትዮጵያ ከም ዝተቓራሓነ ዘይኮነስ፣ ብኣንጻሩ ብሰራዊት ኤርትራ እተፈጸመ ግህሰት እንተልዩ ብውሽጣዊ መርመራ ከነጻርዮ ኢና ዝብል ምላሽ ኢኹም ሂብኩም ኢሉ ኣይተጸባጸበን። ብተመስጦ ይሰምዖ ነበረ። ኣቢ ከኣ ቀጺሉ፣ ኣብ ዓዲግራት ምስ በጻሕና ፋብሪካ መድሃኒት ከዕንዉ እንከለዉ፣ እቲ ቅርሕንቲ ኣብ ጫፍ በጺሑ። ኣብቲ እዋን እቲ መንግስቲ ኢትዮጵያ በዝን በትን ናይ ምውጋእ ዓቕሚ ይነበሮን ድማ ወሲኹ። መቐለ ክንኣቱ ሰለስተ መዓልቲ ምስ ተረፈና ኣልቲማተም ሓደ ኣሳሪ ውዕል ኣቐሚጥና ነርና ብምባል ድማ ብዙሕ ሰብ እንታይ ማለት ከም ዝኾነ ኣይተረድኦን እዩ ዝብል ንመን ሰብ እዩ ከረድኦ ዝደሊ ዘሎ ግን ኣብዚ ንጹር ኣይኮነን ብዙሕ ሰብ ገለ ሰብ እንዳበለ እዩ ዝምልከቶ ንጻረ ዘይብሉ ዘረባ ዘቐምጥ ብዙሕ ሰብ ኣይተረድኦን ንሕና ግን ከተማታት ክንቋጻጸር እንከለና እናሰዓቡ ይኣትዉ ስለ ዝነበሩ ኣብ ውቕሮ ንዓቶም ዝዓግቱ ሓይሊ ኣስፊርና ኢና ናብ መቐለ ኣቲና ኢሉ እንተዘይኮይኑ እቲ ኩናት ምስ ወያነ ምዃኑ ተሪፉ ምሳኾም ይኸውን ኢልናዮም ብምባል ነቲ ብተደጋጋሚ ዝመጎሰ ሰራዊት ኤርትራ ከዋርድ ተሰሚዑ። መቸም መስርሕ ናይቲ ኩናት ከመይ ከም ዝነበረ ኣየናይ ሓይሊ በየን ወፊሩ መን ናበይ ቅድም ኣትዩ ንዝብል ትረኻ፣ እቶም ነቲ ኣብ ምጅማር'ቲ ኲናት ብሃንደበትነት ከም ሕሱም ተወቒዑ ኣንፈቱ ጠፊእዎ ተባታቲኑ ናብ ኤርትራ ዝኣተወ ሰራዊት ሰሜን እዝ ኣረጋጊኦም ከም እንደገና ወዲቦም ናብ መሳርዑ መሊሶም ነቲ ኲናት ዘወሃዱን ዝመርሑን ኣዘዝ ሰራዊት ኤርትራ በቲ ካልእ ድማ ኣብ ዝኣተዉ ኣትዮም ነቲ ኩነታት ዝርድኡ ዝነበሩ ኣዘዝቲ ሓይልታት ትግራይ ብህይወት ስለ ዘለዉ ባዕላቶም ከዘንትዎ እዮም። ኣብ ዝተፈላለየ ኣጋጣሚታት ውዕሎ እቲ ኩናትን እዚ ሕጂ ኣብ ዝንየተሉ ዘሎ ሰራዊት ኢትዮጵያን ኣብ ከመይ ዝበለ ሞራላውን ቁመናን ውድቀት ከም ዝነበረ ተራእዩን ተገሊጹን እዩ። ካብ ቀዳማይ ሚኒስተር ኣብ ጀሚርካ ፊልድ ማርሻል ብርሃኑ ጁላን ካልኦት ጀነራላትን ብዛዕባ ሰራዊት ኤርትራ ዝሃብዎ ምስክርነት ድማ ተመሊሶም ክሰምዑ የድልይም። ኣብይ ቅድሚ ሕጂ ብስምዒት ጣውላ እናሃረመ ንፓርላማ ንኸረድእ ህዝበን መንግስትን ኤርትራ ነቲ ብለይቲ ሃንደበት ተወቂዑ ዕጥቁ ጥራይ ዘይኮነስ ክዳውንቱ እውን ተቐንጢጡ ጥርሑ በርጊጉ ናብ ኤርትራ ዝኣተወ ሰራዊት ሰሜን እዝ ኣረጋጊኦም ኣልቢሶም ኣብሊዖምን ኣስትዮምን ኣዕጢቖምን ናብ መሳርዖ ከም ዝመለስዎ ክምስክር እንከሎ ዝነበሮ ቃና ዝርስዖ ኣይመስለናን። ኣብ ካልእ ተመሳሳሊ ኣጋጣሚ እውን ኣቢ ብኹርዓት ሰራዊት ኤርትራ ኣብ ጎንና ደው እንተዘይብል እንታይ ምውሓጠና ነይሩ? ህዝብን መንግስትን ኤርትራ እንተዘይነብሩ እቲ ውፅኢት እንታይ ክኸውን ከም ዝኽእል ግልፂ ነይሩ ብምባል ነቲ ኣብታ ሃገር ኣንፀላሊ ዝነበረ ከቢድ ሓደጋ ኣብ ምግታእ በዓል ውዕለት ናይዚ ሃገር ክብል ኣብ ቅድሚ ፓርላማ ተዛሪቡ ነይሩ እዩ። ነዚ ዘጋውሑ ልሂቃንን ሚድያን ነጠፍቲ ማሕበራዊ ሚድያን ብልጽግናን ብሓፈሻ ሰራዊት ኤርትራ ዝገበረልና ውዕለት ኣስተማቒርካ ይውዳእን እዩ ክብሉ እውን ተሰሚዖም እዮም። ድሕሪ ስምምዕ ፕሪቶርያ ኣብ ሚያዝያ 2023 ብሓላፊ ትካል ሃገራዊ ድሕነት ኤርትራ ብርጋዴር ጀነራል ኣብርሃ ካሳ ዝምራሕ ሜጀር ጀነራል ሮሞዳን ዑስማን ኣውልያይ፣ ብርጋዴር ጀነራል ኢዮብ ፍስሃ ሓሊባይ፣ ብርጋዴር ጀነራል ሓድሽ ኤፍሬም፣ ብርጋዴር ጀነራል ሚካኤል ሃንስን ሓላፊ ወተሃደራዊ ስለያ ኤርትራ ምዃኑ ዝንገረሉ ኮነሬል ኣስመላሽ ወዲ ሓፍትን ካልኦትን ዝርከቦ ሓያሎ ላዕለዎት ኣዘዝ ሰራዊት ዝሓቆፈ ጉጅለ ብላዕለዎት ወተሃደራዊ ኣዘዝቲ ኣብ ኢትዮጵያ ዑደት ኣብ ዝገበረሉ ኣጋጣሚ እውን ሓለቓ ጠቕላሊ ስታፍ ሰራዊት ሃገር ፊልድ ማርሻል ብርሃኑ ጅላ ነቶም ኣዘዝ ሰራዊት ነዚ ምስጋና እዩ ደጊሙሎም። ኣብቲ ዝተገብረሎም ናይ ድራር እንጉደት ድማ ብርሃኑ ጅላ ብድሕሪት ምስ ተወጋእና ህዝቢ ኤርትራን ሰራዊትን ዝገበረልና ደገፍ ፈጺሙ ክከሓስ ዝኽእል ኣይኮነን። ኣብ መዛግብቲ ታሪኽ ከኣ ተሰኒዱ ክነብር እዩ። እቲ ዝተፈጥረ ምሕዝነት እውን ብዝኾነ ሓይሊ ክስበር ዘይክእል እዩ ዝበሎ ዘረባ ንባዕሉ ኣብ ታሪኽ ስኑድ እዩ። እዚ ቓና እዚ ዝተፈላለዩ ኣዘዝቲ ልሂቃን ጋዜጠኛታትን ኣክቲቪስት ብልጽግናን ኣቃሊሖሞ እዮም። ሕጂ ግን እታ መልሓስ ተዓጺፋ እቲ ክውንነት ክጥምዘዝ ንሰምዕ ኣለና። እዚ ድማ ኣካል ናይቲ ንኤርትራን ሰራዊታን ተታሒዞሞ ዘለዉ ናይ ምስይጣን ዘመተ እዩ። ገና ብነጻ ወገን ግቡእ ምጽራይን መርመራን ዘድልዮ ይኹን እምበር ኩሎም ኣብቲ ኲናት ተሳተፉ ሓይልታት ማለት ሰራዊት ኢትዮጵያ፣ ሓይልታት ምክልኻል ኤርትራ፣ ምልሻታት ኣምሓራን ሓይልታት ትግራይን ኩላቶም ብገበናት ኲናት ይኽሰሱ እዮም። እዚ ኮይኑ ግን ጌታቸው ረዳ ኣብ ስልጣን ፕሬዚደንትነት ግዜያዊ ምምሕዳር ትግራይ ኣብ ዝነበረሉ ሓደ ካብቶም ኣንጻር ኤርትራ ዝቐንዑ ኣዋዲድካ ዝስራሓሎም ዘሎ ፕሮጀክታት ዝኾነ ሓደ መጽናዕቲ ተባሂሉ ዝጀመረ ፕሮጀክት እቶም ተፈጺሞም ዝበሃሉ ገበናት መብዛሕቱ ማለት ልዕሊ 75 ሚእታዊት ብሰራዊት ኤርትራ ተፈጺሙ ዝብል መደምደምታ ንምስራሕ እዩ ነይሩ እዚ ንሕጂ ስልበጥ ኣብዪ ኣሕመድ ድማ መቐጸልታ ናይዛ ፕሮጀክት ኮይኑ ብዛዕባ ሰራዊት ኤርትራ ዝፍጽሞ ዝነበረ ገበና ስለ ዘተሓሳስበና ንሚኒስተር ጉዳያት ወፃኢ ነበር ገዱ ኣንደርጋቸውን ምክትል ቀዳማዊ ሚኒስተር ደመቀ መኮነንን ኣብዚ ጉዳይ ምስ ላዕለዎት ሰበስልጣን ኤርትራ ክዘራረቡ ልኢኸዮም ክብል እዩ ተመይቱ። እዚ ግን ምስቲ ኣብቲ እዋን ዝነበረ ምሕዝነት ኣብ ዘተሓጋገዙሉ ጉዳያት ዘድሃበ መገሻታት ከም ዝነበረ ፍሉጥ እዩ። በዚ ሕጂ ዝብሎ ዘሎ ቃናን ትሕዝቶን ከም ዘይኮነ ግን ብፍላይ ነተሰልባጥ ባህሪ እቲ ቀዳማይ ሚኒስተር ንዝፈልጥ ወገን ዘደናግር ኣይኮነን። ኣብዚ እዋን ሓይልታት ትግራይን ሰራዊት ኢትዮጵያን ኣብ ዝተፈላለየ ከባቢታት ትግራይ ኣብ ኲናት ከም ዝቐነዩ ዝፍለጥ ኮይኑ ኣብይ ኣሕመድ ንሕወሓት ኣኽራር ጉጅለ ብምባል ምስ ኤርትራ ፈጢርዎ ንዘሎ ሽርክነት ከኣ ባንዳነት ክብል ገሊጽዎም። እቲ ኤርትራ ኣብ ትግራይ ጽልዋ ተዕብላ ኢሉ ዝግምትን ነዚ ጽልዋ ክቐርፍን ትረኻ ክምህዝን ነቲ ዝጸንሐ ከኣ ከመዓራርን እላሕ ኢሉ ዘሎ ኣብይ፣ ኣብ ርእሲ እቲ ዝበሎ ዝምድና ክልቲኤን ሃገራት ዝተባላሸወ፣ ኣብ መንጎ መንግስቲ ኢትዮጵያን ህወሓትን ነቲ ኲናት ደው ንምባል ውዕል ፕሪቶርያ ድሕሪ ምፍራሙ ከም ዝኾነ ኸኣ ኣብዚ መግለጺ ጠቒሱሎም። ኤርትራ ህወሓት ሙሉእ ብሙሉእ ከይጠፍአ እቲ ኲናት ክዛዘም ኣይነበሮን ብምባል ነቲ ስምምዕ ከም ዝተቓወመቶ እቲ ቀዳማይ ሚኒስተር ተዛሪቡ። ኣብዚ ውዕሎ ፓርላማ እቲ ቀዳማይ ሚኒስተር ንጉዳይ ቀይሕ ባሕሪ ኣልዒሉ እውን ኣብ ክልተ ጫፋት ብዝረገጸ ቃና ተዛሪቡሉ ኣሎ። ኣብቲ ሓደ ጫፍ ተዘራሪብካ ብእንካን ሃባን ሓቲትና ክብል እንከሎ ኣብቲ ካልእ ጫፍ ድማ ነቲ ልሙድ ፈኸራታትን ታህዲድን ሓዊሱሉ ንሱ ጉዳይ ወደብ ብዲፕሎማስን ዝርርብን ንምዕዋት ንጻር ኣለና ክብል ጸኒሑ ግልብጥ ኢሉ ድማ ብዝኾነ ይኹን መንገዲ ግን ኣይክተርፍን ኢኻ ይብል እዚ ቃና እዚ ብተደጋጋሚ ዘስምዖ ኮይኑ ኣክንዲ ዲፕሎማስያዊ ቃላት እናተጠቀመ ክንደፍኣሉ ኢና ኣብዚ ደረጃ ዝተበፂሕሎ እንዳበለ ንባይትኡ ንጹር መብርህ ዘብ መርኣያ ዘይብስለቱ ድማ ኣብ ሓደ ጉዳይ ኣብ ሓደ መልሓስ ናብ ፈኸራን ጃህራን ክኣቱ ይስማም ኣብ ዝሓለፈ ተመሳሳሊ ኣኼባ ፓርላማ እውን ብተመሳሳሊ ቅኒት ሸምጉልና ንብል ኣለና ኢሉ ከብቅዕ ንሸምግልናን ምዝርራብን ዝኾን መግለጺታትን መረዳእታን ካብ ምቕራብ ሓሊፉኻ ውዒሉ ሓዲሩ ባሕሪ ምርካብና ኣይተርፍን'ዩ ናብ ዝብል ዘይተገርሐ ልሳኑ ከይዲ ምንባሩ ኣይርሳዕን። ኣብዚ ናይ ሎሚ መግለጺኡ ድማ ጉዳይ ባሕሪ ኣብዚ እዋን ብዝኾነ ምኽንያት ዘይከውን ተመሲሉ ጽባሕ ግን ክዕገት ኣይክእልን'ዩ። ናብ ዘየድሊ ሽግር ቅድሚ ምእታውና ግን ብሰላምን ብዝርርብን ምፍጻሙ ግቡእ ይመስለኒ ኢሉ። ወሲኹ ኢትዮጵያ ወደብ ባሕሪ ኣየድልያን ኢሉ ዝኣምን ተፈጥሮኣዊ ሕጊ ጌጋ እዩ ዝመስለን ድሕሪ ምባል ኣብ ሓደ እዋን እርጋን እንተርከበና እውን ቀይሕ ባሕርን ኢትዮጵያን ተፈላለዮም ክነብሩ ኣይክእሉን እዮም ኢሉ። እዚ ግን ንኸመይነት ኣካውኑ ዝኾነ መረጋገፂ የብሉን፣ ዘረባ ጥራሕ እዩ። ንድሕሪት ተመሊስካ ብታሪኽ እንክረእ እውን ቀይሕ ባሕርን ኢትዮጵያን እቲ ተፈላልዮም ዝነበሩሉ ኣሽሓት ዓመታት እዩ ዝበዝሕ። ካብ ጫፍ ምጽዋ ክሳብ መቓድሾ ዘሎ ንውሓት ሓሙሽተ ሽሕ ኪሎ ሜተር ምዃኑ ብምጥቃስ ድማ ኢትዮጵያ ሓምሳ ኪሎ ሜተር ጥራይ ከም ዝሓተተት ክዛረብ እንከሎ ሃቡና ክኢልካ ይሕተት ድዩ ሉላውነት ሃገራት ብኸምዚ ጨርሚምካ ንእሽቶንዶ ካብዚ ናትካ ሃበኒ ብዝዓይነቱ ናብ ድርድር ይኣቱ ድዩ? ኣብ ከመይ ዝበለ ክውነትከ ዝብሉ ሕጋዊ ሕቶታት ኣጽኒሕና። ንምዃኑ ሓምሳ ክሌሜተር ናይ እንዳመን ገማግም ባሕሪ'ዩ? ንመንከ'ያ ኢትዮጵያ ሓቲታ? መዓስን ብኸመይን ዝብሉ መሰረታዊ ሕቶታት፣ በቲ ንሱ ጥራይ ቅኑዕ ሕቶ ዘሎ፣ እቲ ካልእ ወገን ዝህቦ ምላሽ ግን ዘይቅኑዕን ዘይቅቡልን ምዃኑ ከረድኣሉ ዝፈተነ ሸሓጢ ኣንደበት'ዩ ኣድበስቢስዎም ሓሊፉ። ብኣንጻሩ ሃገሩ ካብ ግድብ ህዳሴ ይኹን ካብ መንገዲ ኣየር ኢትዮጵያ ብጽሒት ብምሃብ ወደብ ባሕሪ ክትረክብ ከምትደሊ ብምጥቃስ፣ ነዚ ምቕባል ድማ ኣድላዪ ኮይኑ ከም ዝስምዖ ተዛሪቡ። ህቡና ጥራይ ኣይኮና ንብል ዘለና፣ ነቲ ካባና ዝተረፈ ውሰድዎ፣ ዘጥፋእናዮ እንተሎ ድማ ይቕረ በሉልና፣ ግን ንኢትዮጵያ ተፈጥራዊ ጸጋ ኣሕሊፍካ ምሃብ ኣጸጋሚ እዩ። እዚ ከምዚ ዝበለ ሕቶታት ኣብ መንጎ ሃገራት ኣሎ ድዩ? እንተሎኸ ብኸመይ ይተኣናገድ ዝብል ንክኢላታት ኣህግራዊ ሕግታትን ዝምድናታትን ይጽንሓልና እሞ ብዓብዩ ግን ንሱ ስለ ዝሓተተ ጥራይ ብእወታ ክምለስ ግዴታ ኣይኮነን። ሃገራት ናይ ገዛእ ርእሰን ሃገራዊ ረብሓታትን ድሌታትን ኣለወን። ኣብ ባይቶ ቀሪብካ ግን መንዮም ንዘይፍለጥ ከምዚ ኢልናዮም እንዳበልካ ጥራይ ሸፋፊንካን እንዳባጨኻን ዝሕለፍ ጉዳያት ኣይኮነን። ነዚ ጉዳይ ምስ ወከልቲ ዝተፈላለያ ሃገራት ክዘራረቡ እንከለዉ ከም ዝቕበልዎ ግን እቲ ሕቶ ብሰላም እምበር ብኲናት ክኸውን የብሉን እዮም ዝብሉና ድማ ይብል እቲ ወግሐ ጸብሐ ንሱ ይኹን ጀነራላቱን ደገፍቱን ክፍክሩ ዘይርሩ ቀዳማይ ሚኒስተር እቲ ዲፕሎማሲ ክዕወት ተስፋ ኣሎ እንዳበልካ ድማ ኣመል ንኸይተርፍ ጉዳይ ባሕሪ ብባሌ ይኹን ብቦሌ ብዝኾነ ይኹን መንገዲ ክዕወት ኢልካ ፈኸራሎም እቲ ዝርዝራት ናይ ቲልናን ጌርናን ክሰምዕ ዝግብኦ ባይቶኻ ሕጂ እውን ንጉስ ኣይሕተትን ገዲ ኮይኑ ብጣቕዒት ይሰንዎም ባሌም ሆነ በቦሌ እንደተባለው ግን ኣይቀርም ማለት ነው።